በሉ በጺሐ ኣለኹ ቦታ ቆጸረ ዮናስን ከውሕን ግድን ኣብዚ ኣለና ኢሎምን ደዊለሎም ጸኒሐ ሕጂ ምሳይ ጽንሑ ባይ ዘወይ ኣብ ጊባቦ እየ ደለኹ ጊባቦ ካብተን ኣለዋ ዝተባህላ ሬስቶራንት ናይ ሃገርና እየ ክትበልዑ ጥዑም ተደሊኹም ክሰትዩ ጥዑም ተደሊኹም ገለ ናብዚኣ መጽእ ኣብዚኣ ጥዕምቲ መግቢ ኣላ ጥዕምቲ መስተ ኣላ ዋላ ኣቀባብልኦም ከማን ጽቡቅ እዩ ባይዘወይ ሕጂ ደንጊ ኣለኹ መስለ
ንድሕሪት እንተትምለስ ልብኻ ትትንክፍ መደብ ክትኮነልና ተስፋና በሪኽ እዩ። ንዓኻ'የ ወይ ድማ ንዓኺ ንድሕሪት እንተትምለሱ እንታይ ምስተኻኸልኩም ወይ ድማ እንታይ ምዐረኹም? ኤሊም ጋል ዓሰርተ ዓመት እያ። ምምሓር ድማ ድሮ ዓሰርተ ሸሞንተ ቀሪባ ኣላ። እዘን ክልተ ከዋኽብቲ እንታይ እየን ዝብላ ዘለዋ? እንተ ትምለሱ እንታይ ምዐረኹም? ኣነ እንተ ዝምለስ ነይረ እቲ ኩሉ ዝጎይኡ ጉያ ደው ከብሎ'ዩ ምመረጽኩን። ፍጥነተይ ከጉድል እሞ የማን ጸጋም እናጠመትኩ ጉዕዞይ ደስ ኢሉኒ ክጓዓዞ ግን ትምኒተይ ምኾነ። ምኽንያቱ ሓደ ሓደ ግዜ። ዓለም ንኹሉ ብሓንሳብ ክትፈልጦ ከም ዘለካ'ያ ትኣምን። ሕልምታትካ፣ ዋጋኻ፣ ንስኻ ዘለኻዮ ቦታኻ ክተፍልጠካ'ውን ትጽዕር'ያ። ንድሕሪት ተመሊሰ ክሓስቦ እንከለኹ ግን ይርድኣኒ'ዩ። ኣብ ጉዕዞ መልስታት ምህላው ኣይኮነን፣ ምስቶም ሕቶታት ምንባር እምበር። ንድሕሪት እንተ ዝምለስ ምስቶም ብላሽ ዝነበሩ ጉዕዞታተይ ምተባተኽኩ። እቶም ቁምነገር ዘይብሎም ነገራት እናሳጎግኩ ምስ ዘገድሱኒ ሰባት ጥራይ ዝያዳ ግዜይ ምሕለፍኩ። ንእምነት ህይወተይ ምተቓለስኩ፣ ቀልጢፈ ፍትወተይን ኣድናቖተይን ኣብ ነገራትን ኣብ ሰባትን ምገለጽኩ፣ ምስ ኩሉ ሰብ ብፍቕሪ ምዘርኩ፣ ነብሰይ ምሃነጽኩ፣ መንፈሳውን ኣካላውን ብቕዓተይ ምሃነጽኩ፣ ቀልጢፈ ውን ይቕሬታ ምበልኩ። ኣብቲ ብንጹር ዘይምልከተለይ ዝሰማማዕት ምፍታን፣ ንውድቀተይ ድማ ውድቀት ምባል ምገደፍክዎ። ምኽንያቱ ብሓቂ ውድቀተይን ጌጋ ዕብየተይን ናይ ኩሉ ምልክታት ዕቤተይን ተመኩሮይን ስለ ዝኾኑ። ንድሕሪት እንተ ዝምለስ ንነብሰይ ቃንዛ መቕጻዕቲ ከም ዘይኮነ ምነገርክዋ። ንሓይልኻ ዝቖርጽ ድፍኢት እዩ። ሉል ባሕሪ ድማ ምስ ምሉእ ተስፋታት ኣብ ዕድሜኣ ውን ስለ ዘላ ንስኹምከ ከምዚ ከማይ ናብዚ ዘለኽዎ ዕድመ እንተ ትምለሱስ እንታይ ኮን ምገበርኩም ኢላ ኣብ ጎደናታት ኣስመራ ምስ ገለ ስነ ጥበባውያን ዝገበረቶ ዕላል ይቕጽል። ገብረ መስቀል ኪዳነ ይዝበሃል። ከውሒ ዝብል ልሙድ መጸውዒ ሳጓ ድማ ኣለዎ። ኩሉ ሰብ ዝበዝሐ ሰብ ብከውሒ እዩ ዝፈልጠካ እዚ ንተዓዘብትና ሙሉእ ሽምካ ባዕልካ ተላልዮ። እወ ስመይ ገብረመስቀል ኪዳነ ካሕሳይ ይበሃል። ከውሒ ግን ከም ስሜ ዘለኹ ዛጓለይ
ከውሒ ይዓበ ኢሉ እዚ ከውሒ ከኣ ናይ ሜዳ መጸውዒ ናይ ብጾተይ
ካብ ሜዳ ዝነበረ ሽም መሳብ ሕጂ ምስ ዘሎ ማለት ብኸውሒ ቆጺሉ ዋላ ብናጽነት ብኸውሒ ቆጺሉ ትፈትዋ ዶ እሞ ሰብ ክትጽኣካ ኣነ ፈትዋ ኩሉ ሰብ ብኸውሒ ይጽዋዕ ሕጂ ገለ ገለ ሓደ ክልተ ዋእ ከመይና ከውሒ ኮን በልታ ገለ ይብሉ ግን ዳሕራይ እኳ ከምዚ ንሕና ስንፈርሓካ ኢና ክንብል ዋላ ሓንቲ ጸገም የብሉን መጸውዒ እንድዩ ተቐቢለዮ እየ ኣብ ስነ ጥበብ ኤርትራ ብፍሉይ ድማ ኣብ ዓውደ ምውሳእ ብዙሕ ኣበርክቶ ዘለዎ ገዲም ተጋዳላይ ይኹን ነዛ ሕቶ ክምልሳ እንከሎ ከምዚ እዩ ዝብል፣ ዕድመ ንእስነተይ ኣብ ገድሊ እዩ ሓሊፉ። ወፍረይ ንመምጻእ ናጽነት እዩ ነይሩ። ብልክዕ እውን ምስ ብጾተይ ዝኽፈል ከፊለ ናጽነት ሒዘ ተመሊሰ እየ ኢሉ። ዕድመ ንእስነቱ ኣብቲ በረኻታት ምስቲ ጸዋግ ጎቦታት ከም ዝሓለፈ እውን ከይሓብአ ኣዘንትዩ። ኣብ ህይወት ዘለዎ ርድኢት ግን ብዕምቈት እዩ ዝዛረብ። ሉል ብሓሪ ትሓቶ እንክላ። እታ ቀዳመይቲ ሕቶይ ኣብ ናተይ ዕድመ እንተ ትምለስ እዚ ክኸበርኪ ትኽእሊ ወይ ድማ እዚ ክቕይር እኽእል እየ ትብሎ ነገር እንተሎ እንታይ እዩ? ንድሕሪት ተመሊሱ ዕድሚኡ እናዘከረ ከምዚ ምገበርኩ ከምዚባ ምበልኩ ካብ ምባል ተቖጢቡ። ምኽንያቱ ኩሉ እቲ ክገብሮ ዝኽእል ዝነበረ ኣብታ ዕድሚኡ ከም ዝገበሮ እዩ ዝኣምን። እሞ ሕጂ ዕድሜና ከይዱ እንድዩ እዛ ጓል እዎ ዕድል ተዝሃበካ ዕድሜና ግና ኣይከሰርና እያ ምክንያቱ ኣብቲ ቀደም ክንዲ ዝኸልክሉና ንስድራና ንሕግዞም ነርና ንጓስዮ ንሓርሶ ዝበለ ገድሊ ዝወፀ እዩ ገድሊ ወፂእና ብወለንታና ንናፅነት ክነምስ ናፅነት ካብ ስኒያ እዚ ዓብዪ ኣበርክቶ ኢና ሃገር ኣብ መወዳእታ ድማ ከውሒ ኩሉ ዝሓለፎ ህይወት የዕግቦ እኳ እንተኾነ ክሳብ ሕጂ ግን እቲ ዝዓበየሉ ናይ መጓሰ ህይወት ኣዝዩ ከም ዝናፍቖ ክሳብ ሕጂ ናብኡ ከይዱ ጥሪት ከም ዝጓሲ እውን ከይሓብአ ዕሊልዎ ኣሎ።

ብጣዕሚ ሃልኪ
ኣነ ብዙሕ ምበልኩ ግና ድማ ነዞም ንኣሽቱ ወለዶ ዝበልክዮም ምኽረይ እዚዩ ካባኺ ጀሚረ በዛ ለበዋ ኣይትፈለየና። ቁሉብ ነቦታትኩም ነዴታትኩም ንሃገርኩም ስሉ የማን ጸጋም ኣይትኩኑ። ግዜ ሓለፋይ ግዜ ትጥዕሙ እቲ ግዜኹም ካብ ትብል ከለኺ ልክዕ መስርዕ ሰሚርኩም ብዛዕባ ሃገርኩም ሕብረተሰብኩም ባህልኹም ኣፅኒዕኹም ኣብኡ ተመርኪዝኩም እንተሰራሕኹም እቲ ዝበለፀ እዩ እዚ ዘሎ ዓለማዊ ቴክኖሎጂ ቁሩ ኣየዓብልኩም ሃገርኩም ዘኩሩ ባህልኹም ዘኩሩ ኣከዳድናኹም ንኣቦታትኩም ዘኩሩ

ሰባት ግን ብተዋስኦ ጥራይ እዮም ዝፈልጡኻ ሕጅስ ብዛዕባ ደርፊ ወይ ከመይ ኢልካ ኣቲኻዮ ከለኻ።
እለወየከ ንደረፍ ነርና ናህና ብደረፍ ግን ቦታ መደረግ ኣንተ ኣሎ ኣብ እዋ። ሰውራ እዩ ካብ ሰውራይ ኣብ ጀሚሩ ሰውራ ትፈልጥለይ እ፣ ናይ መስርዕ ድሪና ናይ ጋንታ ናይ ሓይሊ ቦጦሎኒ ብሪገድ ክፍለ ሰራዊት ውድ ከምኡ እንዳልካ ኢኻ ትኸይድ

በሉ ምስ ናይ ሎማዓንቲ ምስ ከውሒ ዝነበረኒ ዕላል እዚ እዩ ነይሩ። ሓንቲ መዓልቲ ግን ፕሮሚስ ኣትልና ኣሎ ኢደ ጠባበይ ገይረ ገለ ክደርፈልኩም እየ ሰዓል ምስ ሓወኹም ኢልና ኣሎ ሓንቲ መዓልቲ ብሰፊሕ ንዕልል ንኸውን ምስ ዓቢ ስነ ጥበበኛ ናይ ኤርትራ ከውሒ ንሎም መዓልቲ ግን ቴንኪዩ ያኔለይ ያኔለይ ኣሜን ኣሜን ያኔለይ

ካብ ኣብዚ ዘለኻዮ ዕድመ ዘይኮነስ ኣብ ናተይ ዕድመ ዘለኻ ወይ ኣብ ናይ ቲኔጀር ዕድመ ተመሊስካስ ክትልውጦ ወይ ክትምልኦ ትደሊ ነገር እንተሎ እንታይ እዩ እያ ትብል።
መጀመርታ ነዚ ዕድል እዚ ዝሃብክኒ ሉል ሓፍተይ ብልቢ እየ ዘመስግነኪ። ጓልታ ኣዚና ነድንቓን ንፈትዋን ነብስሄር ኣርቲስት ወይናረግ ሃይለ፣ ቤኪ፣ ኮንኪ ኣብዚ ደረጃ እዚ ምብጻሕኪ ንዓኺ ብልቢ እየ ከመስግነኪ ዝደሊ ናብ ሕቶ ክመፅእ ተኮይነ ከኣ ኣብዚ ናትኪ ዕድመ ተዝምለስ ዮናስ እንታይ መበርከትኩ ወይ እንታይ ምኮንኩ ነይረ ተትብል ከኣ ብብዙሕ ነገር ከም ዮናስ ኣብዚ ዘለክኦ ዕድመን ኣብቲ ዘለክዮ ንስኪ ዕድመን ብዙሕ ፍልልይ ኣሎ ንሱ ከኣ ኣብቲ ግዜ ንእስነትካ እተሕልፎ ግዜሲ ብዙሕ ናይ ንእስነት ዕዳ ወይ ከኣ ክትስከሞ ዘይትኽእል ወይ ከኣ ሓላፍነት ዝሓልፈካ ነገራት ኣሎ። ኣነ ከም ዮናስ ከኣ ኣብቲ ዝሓለፈኒ እዋን ከም ሉል ባሕሪ ኣብዚ እዋንዚ ማለትዩ ናይ ትምህርቲ ዕድላት ክኸውን ይኽእል እዩ ወይ ከኣ ኣነ ሕጂ እንታይ እየ ዝብል ከም ኣርቲስት ኣብቲ እዋን እቲ ካብዚ ናትካ ዕድመ ጀሚረ ነይረ ተዝኾንሲ ሞር ጸላዊ ምኾንኩ ነይረ ወይ ከኣ ሞር ካብዚ ዘለኾ ንላዕሊ ምሓየልኩ ነይረ ኢለ እየ ዝሓስብ። ኦኬ ሕጂ ኣነ ኣብዛ ናተይ ዕድመ'ኸ እንታይ ክገብር ኣለኒ እስከ? ንስኺ? እወ።
ከም ሉል?
ከም ሉል። ኣነ ሕጂ ብዘይ ቀልዓለም
ሉል ሓፍተይ ኣነ ይከታተለኪ ካብ ብንእስነትኪ ኢኺ ነብዚ ናይ ተዋስኦ ዓለም ኣቲኺ ኣዚኺ ንፍዕቲ ንመጻኢ ከኣ ብዙሕ ተስፋ ዘለኪ መንእሰይ ኢኺ
ካብዚ ዘለኽዮ ንላዕሊ ብቕዓት ሒዝኪ ክትከዲ ከኣ ኣብ ትምህርትኺ ዝያዳ ልዕሊ ማንም ኣብ ትምህርትኪ በሊፅኪ ኣብቲ ናይ ተዋስኦ ዓለም ከዓ ከም ተወሳኺ ተደራቢ ገይርኪ እንተድኣ ሒዝክዮ ምስቲ ዘለኪ ስነ ልቦና ምስቲ ዘለኪ ድሌትን ብቕዓትን ንማማኺ ተኪእኽስ ካብኣ ንላዕሊ ክትኾኒ ከም ትኽእሊ ኣነ ባዕሉ ሙሉእ ተስፋ እየ ብዘይ ቀልዓለም ኣይብለክን እየ እፈልጦ እየ ብቕዓትኪ እንታይ ዓይነት ክስታይ ከም ዘለኪ ታለንት ከም ዘለኪ ምስቲ ዘለኪ ዲስፕሊን ገለ ኣዚኺ ካብተን ኣለዋ ዝበሃላ ንመፃኢ ክትኮኒ ከም ትኽእሊ ኣነ በዓል ሙሉእ ተስፋ እየ ቴንኪዩ ንዓይ ቴንኪዩ ሶ ማች የቐኔለይ ስለ ግዜኻ። ክብራት ተዓዘብቲ ንዮኒ ዝነበረን ሕቶ እዚኤን እየን ነይረን። ዝኾነ ሰብ ክመፀልኩም ትደልይዎ ኣብዛ ሾው እንተሎ ድማ ኣብ ኮመንት ክትፅሕፉልና ትኽእሉ ኢኹም። ንሎማዓንቲ ግን ናይ ዮኒ ሕቶ እዚኣ ወዲኤ ኣለኹ። ቴንኪዩ ዮኒ ቴንኪዩ ሶ ማች የቐኔለይ። ሕጂ ከዓ ካብ ጊባቦ ወፅየ ኣለኹ ናብ ክዋ ከይደ ክዋ ነቶም ዘይትፈልጥዎ ብዙሓት ተዋሳእቲ ትሬን ዝገብርሉ ሳዕስዕቲ ዝኾነ ስነ ጥበበኛ ትሬን ዝገብረሉ ቦታ እዩ ኣብኡ ምናልባት ዝኾነ ተዋሳኢ ተረኺበ ዕላል ክገብረ እምበር ንመን ከም ዝረክብኮ ኣይፈለጥኩን ስለዚ ምሳይ ፅንሑ

اه ኦዚኣ ሴራ ቤት ትምፃ እዚኣ ረኸፍ ክረ ከመይ ውዒልና ደሕና ቁሪ ደሓን ድዩ ደሓን ሓፀርቲ እንዲ ሕቶታተይ ናይ መጀመርታ ሕቶይ ኣብዚ ናተይ ዕድመ ወይ ኣብዚ ናይ ንእስነት ዕድመ እንተትምለሲ እንታይ ክገብር ወይ እንታይ ክእርም ኢልካ ምሓሰብካ? ኣነ ኣብ ናትካ ዕድመ ተትምለስ እዚ ሕጂ በጺሐዮ ዘለኹ ዕድመ ክበጽሕ ምዃነይ ኣይምፈለጥኩን ነይረ። ማለትሲ እቲ ኣብ ናህና ደለና ኣንሕና ደለና ዕድመስ ነቲ መጻእስ ክንሓስቦ ኣለና ሕጂ ማለት ድዩ ኣቐዲምና? እወ ምኽንያቱ ኣባኺ ኣብዚ ናትካ ዕድመ ተትምለስ ኣነሲ ኣብዚ ናትካ ዕድመ ዘሎ ስጋዕቲ ኣነ በፂሐ ዘለኹ ዕድመስ ክንደይ ጋጋ ኣሎ ስለዚ ኣነ ኣብዚ ናትካ ዕድመ ተትምለስ እዚ ሕጂ በፂሐ ዘለኹ ዕድመን እዚ ሕጂ በፂሐ ዘለኹ ዕብየት ደርገፍገፍን ከም ትበፅሕ ኣይፈለጥኩን ነይረ ስለዚ እንዳኺ ከለኹ ኩሉ ነገር መጀመርያ ሓስበሉ ክኽእል ኣለኒ ማለት

ሰበረ ካብ ስራሕ እየ ኣቋሪፀካ መስለኒ ከመይ ቀኒና ስራሕ ከመይ ስራሕ ደሓን ደሓን እግዚኣብሔር ይመስገን እጂ ሓፀርቲ እኔን ሕቶታተይ እም፣ ሓንቲ ካብተን ቀንዲ ሕቶታተይ ማለት እዩ ብኣዶ ክጅምር እ፣ ኣብ ካብ ዘለኻዮ ዕድመ ዘይኮነስ ኣብ ናተይ ዕድመ ወይ ድማ ኣብ ዓሰርተታት ወይ ዒስራታት እንተትምለሲ እዚ ክገብር እየ ወይ እዚ ክምለ እየ ወይ ከኣ እዚኣስ ብኻ ተሪፋትኒ ትብላ ነገር ወይ ትሓስቦ ነገር ተሎ እንታይ እዩ? መጀመርያ ሉሊ ነታ ሓያልን ፈቃርን።

ዝያዳ ኣብ ታሪኽ ጸቒጠ ምሰራሕኩ። ኣብ ታሪኽ ጸቒጠ ስነጥበብ ዝዓበየሉ መንገዲ ዓቢ ስራሕ ምሰራሕኩ። ሕጂውን ከምኡ ኢዩ ተስፋይ ግን ኣብቲ ዕስራታት እንተዝምለስ ከኣ መጀመርያ መጀመርያ እቲ ስቕ ኢልካ ምሻሎ እዋን ዘሕለፍናዮ ንዕዑ ምተጠቐምኩሉ። ብትምህርቲ ብእቲ ዘለክዎ ሞያ ከመይ ክከውን ትሓስቡ ኣለኩም። ስነ ጥበብ ንዓካ ከ እንታይ እዩ ማለተይ ሲ መጀመርታ ኣጀማምራካ ናብ ስነ ጥበብ ክትኣቱ ከለካ ሲ ከመይ እዩ ነይሩ ወይ ኣብ ክንዲ ምንታይ ዕድመ ነይርካ

ናይ ዓደይ ባህሊ ከመይ ምዃኑ ንኸንጸባርቕ ኢለ እየ ሒዘዮ። ህይወት እዩ። ስነጥበብ ህይወት እዩ። ምስ ኣተናዮ ከኣ ካብተን መጀመርታ ሕጂ ኣብ ገጽኪ ኮይኑ ደኣ እምበር ካብተን መጀመርታ ካብ ደቅንስትዮና ነንቀን ከኣ ን ወይናረግ
ወይናረግ የድንቓ ነይረ ስናታ ፀወታ ስናታ ትሰርሖ ኩሉ እንዳድነቕኩ ከይድ ነይረ ብደቂ ተባዕትዮ ከዓ ኣብዝበልኩ በዓል መቲስ በዓል ማዕበል ካልኦት ካልኦት እውን ኣለዉ ዘይጠቐስኩም ንፉዓት ማለት ግዜ ከይወሓልኪ ነዚኦም እንዳረኣና ስለዝዓበና ከምኦም ክኸውን ድሌት ነይሩ በፂሐዮ ኣይብልኒ ማለት ወዲኤዮ ዛዚመዮ ኣይብልኒ

እስኻ ኣብዛ ዘለኻ ዕድመ ዘይኮነስ ኣብዚ ናተይ ዕድመ ወይ ድማ ኣብዚ ናይ ዒስራታት ዓሰርተታት ዘለና ዕድመ ትምለሲ እንታይ ምለወጥካ ወይ ድማ እዚኣስ በኻ ከምዚ ጌርያ ወይ እንታይ ከበርክት ኢልካ ሓሰብካ እዋ ተትምለስ ትምምላስ ባሕሪ ኣይከኣልን እዩ እወነኖ ተምር ተትምለስ ደኣ ብዙሕ ነገር ብዙሕ ዝዕረ ነገር ትዕሪ ኣብ ስነ ጥበብ ብዝያዳ ኣዋሃ ዓሚርካ ዝሰርሕ ትፍትን ላ ብትምህርቲ እውን እናደራዕካዮ ትመፅእ ዓብዩት ብዙሕ ዓይነት ትምህርቲ እናወሰኹኩም ምፃኹ
ትምህርቲ ምደለብካሉ ወይ ድማ ምደራዕኹሉ
ሕራይ ከመይ ነይሩ ምጅማር ናትካ ክትጅምር ከለካ ስነ ጥበብ ዝወዳ እንዲ ዓመት ነርካ ትኸውን ዋ ህፃን ነይረ ክንደ ህፃን ንእሽተይ ተምሃሪ ኣዚለ ዋ ናይ ብሓቂ ዋ ሽዑ ናይ
ቤት ትምህርቲ ምሻለ ናይ ዝመዋለ ህፃናት ከምኡ መዝሙር ገለመለ ቲያትራት ሓዊ ሽሑ እቲ ቤት ትምህርቲ ካንዲ ኩሉ ነገር ጅምር ቤት ትምህርቲ መባእታ ቤት ትምህርቲ ከምኡ ድሓር ምስ ጎበዝካ ከላ ቁሩብ ከዓ ናይ ሃማመተ ድሓር ሽዑ መስና ሞዛይክ ህፃናት ትበሃል ናይ እንዳ ዜና መደብ ህፃናት ቀለብሻ ኣሎ ከምዚ በብስካላ ሕጂ ንዓይሲ ኣብዚ ዘለኹዎ ዕድመስ እንታይ ክውስኻ ኣለኒ ወይ ድማ እዚኣ ክተጉድልያ ኣለኪ ወይ እዚኣ ወስኽያ ትብለኒ ነገር ተሎስ እንታይ እዩ? ጅልለይ ብዓቢኡ ኣብ ሞያ ናይ ኣዴኺ ናታ ሰረት ጌርኪ ኣብ ተዋስኦ ፊልምታት ትሰርሒ ዘለኺ ብጣዕሚ ጽቡቕ እዚ ከድንቐልኪ ክፈቱ ማለትሲ ወይነይ ተፈልያትናሲ ንእሽተይ ወይኒ ካብ እዚ ቦቒልክልና ካልእ ከኣ

ሕጂ ነቲ ተውቦኺ ዝያዳ ትምህርቲ ጌርኪ እናጸረብኪ፣ ንዓበኺ ትምህርቲ እናደለብኪ፣ እቲ ሞያውን እቲ ኣካዳምን ብኽልቲኡ ማዕረ ማዕረ እናገበርኪ፣ ዓቢኺ ምስ ዝለዓለ ደረጃ፣ እቲ ናይ ኣዴኺ ደረጃ ዝነበረቶ ዋላውን ልዕሊኣ ክትበጽሒ ናተይ ዝዊሽ፣ ትምኒተይ።
Thank you Lulay ሓባይ እሺ ሎማዓልቲ።